ከምኡ ውን ክቡር ዋና ጸሓፊ ትጉሃን ኣብርሃም፣ ክቡር ቆሞስ መላከ ብርሃናት ኣባ ገብረ ኪዳን፣ ከምኡ ውን ክቡር መጋቢ ኣእላፍ ኣባ ገብረመድህን፣ ዝተኸበርኩም ሊቃውንቲ ቤተ ክርስቲያን፣ ብዋናነት ድማ ናይዚ በዓል ዋና ዝኾኑ ክቡር ናይዚ ዓብዪ ገዳም እዙይ ኣመሓዳሪ ኔታ ህላዌ ናይ እተፈላለዩ ወረዳ ቤተ ክህነት ሊቃነ ካህናት ኣቦታት ጓልና ወይዘሮ ዘነው ሓለፎም ምክትል ቢሮ ባህልን ቱሪዝምን ትግራይ ኩልኹም ሊቃውንቲ ምእመናን ምእመናት በብማዕረግኩም ብዙሓት ስለዝኾንኹም ማጋይሽ ተረሲዑ እውን ስምኩም ተሓሳዊ ብምግባር ብእግዚኣብሔር ኣምላክና ፍጹም ሰላም ከመይ ኣለኹም ከመይ ሓዲርኩም ከመይ ውዒልኩም ልዑለ ባሂሪ እግዚኣብሔር ናይ ምሕረት ናይ ፍቅሪ ናይ ሰላም ኣቦ ዝኾነ ጸግኡ ኣብ ልዕሌና ኣብዚሑ ነዛ ዕለት እዚኣ ብሰላም ብጥዕና ስለ ዘብጽሓና ክብርን ምስጋናን ንእግዚኣብሔር ኣምላክና ይኹን እንኳዕ ነዚ ዓብዪ በዓል ነዚ ዓብዪ ገዳም እዚ ክትባረኹ ኩላትና ክንባረክ ክንቕደስ ብሰላም ብጥዒና ኣብጽሓና እንኳዕ ኣብጽሓኩም ዕልል ኢልና እግዚኣብሔር ነመስግን ነዚ ሓድግ እዚ እሺ እግዚኣብሔር ዝተመስገነ ይኹን። ብሓቂ ንመምህርና ሊቃውንት መንክር ቃለ ህይወት የስመዓልና ብዕድመ ብጥዕና እግዚኣብሔር ኣምላክ ይሓልወልና ዝሰማዕናዮ እውን ኣብ ልቦናና የሕድረልና ኣነ ጋሻ ስለ ዝኾንኩ ንእሽተይ መልእኽቲ ንምምሕላፍ ዝኣክል እምበር ቃል ኣምላኽ ብዝግባእ ተማሂርናዮ ኢና ለጠቢብስ ኣሐቲ ቃል ትበቅዖ ልጥበበኛ ሰብ ለኣማኒ ሰብ ኣስተውዓሊ ሰብ እግዚኣብሔር መንፈስ ቅዱስ ንዝሓደሮ ሰብ ሓንቲ ቃል እውን ትኣኽሎ እያ ትምልሶ እያ ማለት እዩ ስለዚ ብዙሕ ተማሂርና ኢና ብሓቂ ግን ብጣዕሚ ደስ ዝብል በዓል ዓብይ በዓል ምስ ብዙሓት ሊቃውንቲ ብፍሉይ ድማ ምስ ብፁዕ ኣቦና ኣቡነ እንባቆም ድሕሪ ዳርጋ ኣብዚ ቦታ እዚ ቆልዑ እናሃለና ድሕሪ ዳርጋ ሰላሳን ሓሙሽተን ዓመት ኣርብዓ ዓመት ክኸውን ዶ ይኸውን ኢና ኣብዚ ተረኺብና ዘለና እግዚኣብሔር እንኳዕ ብሰላም ብጥዒና ኣራኸበና እንኳዕ እግዚኣብሔር ብሰላም ኣፅንሓኩም እሞ ብሓቂ ብቀዳምነት ብጣዕሚ ብዘሕዝን ኩነታት ኣብቲ ዝበፅሐና ጀኖሳይድ ጥፍዓት ኣብ ልዕሊ ተጋሩ ምስ ብዙሓት ሃገራት ኮይኖም ብየማን ብፀጋም ኣብቲ ዝነበረ ኩናት ውግእ ብዙሓት መናእሰይ ካብዚ ከባቢና ኣያታትና ኣሕዋትና ኣሓትና ከምዝሓለፉ ዝፍለጥ እዩ። ብዙሓት እውን ደቅኹም ዝሰኣንኹም ወለድኹም ዝሰኣንኹም ኣያታትኹም ዝሰኣንኹም፣ ኣዴታትኹም ዝሰኣንኹም፣ ደቅኹም ዝሰኣንኹም፣ ብሓዘን ዝተጎዳእኹም ከም ትህልዩ ከም ዘለኹም ንፈልጥ ኢና ማለት እዩ። እሞ እግዚኣብሔር በዚ ኣጋጣሚ ነቶም ዝሞቱ ኣሕዋትና ሰማኢታት እውን ሃገረ ሕይወት መንግስተ ሰማያት የውርሰልና፣ ንዓኹም እውን ፍጹም ጽንዓት ይዓድለና። እሞ ሓጺር መልእኽቲ ንምሕላፍ እዩ። ብሓቂ ካብ ዓሰርተ ዓሰርተ ሓሙሽተ ደቂቃ ንዓቐብ ኣይዛረብን ምኽንያቱ ብናይ ትምህርቲ ናይ ቤተ ክርስቲያንና ብቴዎሎጂ ብናይ ትምህርቲ ስብከት ዘዲ ሓደ ሰብ ወይ ምእመናን ኣርብዓን ሓሙሽተን ደቂቃ እዮም ክምሃሩ ዝኽእሉ ድሕሪኡ ስጋ ዝለበሰ ስለ ዝደክም ይደክም እዩ እሞ ታእምሩ እውን ብዙሕ ኣይሕዝን ማለት እዩ ስለዚ ኣርብዓን ሓሙሽተን ደቂቃ ተማሂርኩም ኢኹም እሞ ማንም ከየስሕተኩም ተጠንቀቑ ዝብል ኣሎ። እዚ ኣብ ማቴዎስ ወንጌል ምዕራፍ ዕስራን ኣርባዕተን ካብ ፍቕዲ ኣርባዕተ ንረኽባ ኢሉ ቃል እዩ። እስቲ ኩልኹም በልዎ ማንም ከየስሕተኩም ተጠንቀቑ። እወ መጠንቀቕታ እዩ። ሎም መዓልቲ ናይ መጠንቀቕታ በዓል እዩ ሎማዕልቲ ደብረዘይት ኢልና እነኽብሮ በዓል መጀመርያ ትርጉሙ ክንፈልጦ ይግባእ ኩሉ ግዜ በቢዓመቱ ሊቃውንቲ ይምህሩ እዮም ንሕና እውን ንመፅእ ኢና ኣብዚ ከባቢ ዘሎ ሕብረተሰብ ካብ ርሑቕ ቦታ እውን ማለት እዩ ደብረዘይት ማለት እንታይ ማለት እዩ ናይ ኣውሊዕ ቦታ ማለት እዩ እንታይ ዲኹም ዘለኹም እንታይ ማለት እዩ ደብረ ዘይት ማለት ናይ ኣውሊዕ ቦታ ማለት እዩ ምክንያቱ ደብረ ዘይት ዝበሃል ጎቦ እዩ ኢየሩሳሌም ዝኸድኹም ካብቲ ምኩራብ እቲ ዋና ቤተ መቅደስ ዘሎ ዝነበረ ማለት እዩ ካብኡ ክልተ ሰለስተ ኪሎ ሜትር ርሕቀት ዘለዎ ናብ ምስራቅ ኢየሩሳሌም ዘሎ ጎቦ እዩ ማለት እዩ እና ኣውሊዕ ዝበዝሖ እዩ ብሓቂ እዚ ቦታ እዚ ብትኽክል ኣብኡ ከይድኹም ዝረኣኹም ዕድል ዝገጠመኩም እየሩሳሌም እግዚኣብሔር ይመስገን ዕድል ገጢሙና ከይድና ሪእናዮ ኢና ተባሪኽና ኢና ልክዕ እዚ ቦታ እዚ ጎልጎታ እየሩሳሌም ብፍላይ ድማ ደብረ ዘይት እዩ ዝመስል ከምትሪእዎ ዘለኹም ማለት ምስጢሩ ብጣዕሚ ዝገርም እዩ ኣውሊዕ ኣብ ብዙሕ ከባቢታት ኣይርከብን እዩ ኣብ ዓድና ከም ትፈልጥዎ ኣብ ውሱን ከባቢ እዚ ግን ልክዕ ደብረ ዘይት ዝኸድኹም ከምዚ ዓይነት ኣውሊዕ ኣብ ደብረ ዘይት ኣብ እየሩሳሌም ይርከብ ማለት እዩ እሞ ኣብቲ ደብረ ዘይት ጎቦ ኮይኑ ጎይታና መድሓኒና ኢየሱስ ክርስቶስ እዚ ሎምዓልቲ ንመሃሮ ትምህርቲ ዝመሃረሉ ዕለት ስለ ዝኾነ እዩ ደብረ ዘይት ተባሂሉ ዘሎ። ግልፂ ድዩ? በዚ ምኽንያት እዩ ኣብቲ ጎቦ ናይ ጎቦ ስም እዩ ማለት እዩ። ስለዚ ታይ እዩ ግን ታይ እዩ ግን ተማሂሮም ደቀ መዛሙርት ታይ እዮም እቶም ሰዓውቲ ተማሂሮም ዝብል ሕፅር ብዝበለ ክልተ ነገር እዩ። ደቀ መዛሙርቱ ዝሓተትዎ ናይ ምምፃእኻ ምልክት እንታይ እዩ ሓደ ካልኣይ ድማ መዓዝ ኢኻ ኸ ትመፅእ? ዝብል ነገር እዩ እንታይ ድኹም ዘለኹም ክልተ ሕቶ እዮም ሓቲቶምና ሓደ መዓዝ ኢኻ ትመፅእ ትብል ካልኣይ ድማ ምልክቱ እንታይ እዩ መዓዝ እዩ ዝኸውን ዝብል ሕቶ ሓቲቶም እዮም ደቀ መዛሙርቲ ማለት እዩ እዚ ዝሓተትሉ ምክንያት እዚ ኣብ ማቴዎስ ወንጌል ምዕራፍ ዕስራን ኣርባዕተን ዘሎ እዩ ማለት እዩ። ኣብ ገዛኹም ከይድኹም እዚኣ ብዝርዝር ኣንብብዋ። ሊቀ ሊቃውንቲ እውን ዝመሃሩና ካብዚ ወሲዶም ሓደ ሓንቲ ምልክት ናይ ሐሳዊ መሲህ እዮም ዝመሃሩና ማለት እዩ። ኣብ ማቴዎስ ወንጌል ምዕራፍ ዕስራን ሰለስተን ድማ እንታይ ኢልዎም ነይሩ ማለት እዩ? ወይትሃደግ ቤትክሙ በድወ ገዛኹም ቤትኹም ባድማ ክኸውን እዩ ክጠፍእ እዩ ክፈርስ እዩ ኢልዎም ስለ ዝነበረ እዚ መሰረት ገይሩ መዓዝ እዩ ከዚ ዝኸውን ከመዓዝ ኢሎም ዝሓተትዎ እዩ ማለት እዩ ብሓቂ ኩሉ ነጊርዎም እዩ ታዘይነገሮም ታመዓልቲ ጥራሕ እያ ሪኢኹም ዶ ምልክቱ ብዝግባእ ነጊርዎም እዩ ሓደ ሓሳዊ መሲህ ሐዚ ምሃርና ከምዝመፅእ ኣብ መወዳእታ ሓሳውያን ነብያት ከም ዝመጹ፣ ሓሳውያን መምህራን ከም ዝመጹ፣ እዚ ብምሉኡ ጥራሕ እቲ ሓሳዊ መሲህ ዘይኮነስ ብዙሓት ሓሰውቲ መምህራን፣ ሓሰውቲ ነብያት፣ ሓሰውቲ ክርስትና መሰልቲ፣ መናፍቃን፣ ከም ዝበዝሑ እዩ ነጊርዎም ማለት እዩ። እዚ ምልክታት እዩ ማለት እዩ። እዚ ጥራሕ ኣይኮነን ብዝርዝር ክተንብዎ ከለኹም ኣብቲ ቅዱስ ወንጌል ዝገርም እዩ። ህዝቢ ኣብ ልዕሊ ህዝቢ ክለዓል እዩ ፍቅሪ ክትዝሕል እያ ክትጠፍእ እውን እያ ኣብ ደቂ ሰባት ጦርነት ናይ ጦር ወረ ክትሰምዑ ኢኹም ጥሜት ሽግር መከራ ኣብ ልዕሊ ሰባት ኣብ ልዕሊ ህዝቢ ክበዝሕ እዩ ኢሉ እዚ ብዝርዝር እተን ምልክታት ነጊርዎም እዩ ማለት እዩ። ሕዚ ዝኸውን ዘሎ ብጠቕላላ ክትርእይዎ ከለኹም እዚ ኣብ ዓድና ንርእዮ ዘለና ከም ኣፍሪቃ እውን ንርእዮ ዘለና ኣብ ኣፍሪቃ ኣብ ዓለም እውን ኣብ ዩክሬን ኣብ ራሻ ማእኸላይ ምብራቕ ንርእዮ ዘለና ብምሉኡ እዚ ምልክት እዚ እቲ ዘመን ይመጽእ ከም ዘሎ ዘመላኽት እዩ ማለት እዩ። ምልክት ነጊርህም እቲ ዘመን ክንርድኦ እቲ ዘመን ንክንፈልጦ እቲ ምልክታት ነጊርና እዩ ማለት እዩ። ስለዚ እዚ ምልክት እዚ ጎይታና ኣምላኽና መድሓኒና ኢየሱስ ክርስቶስ ንደቀ መዛሙርቱ ብግልጺ ዝነገረሉ ዕለት እዩ እዚ ደብረ ዘይት ማለት ስለዚ ነገረ ምጽኣት ጐይታ ከም ዝመጽእ፣ ክመጽእ ከሎ ድማ መጀመርያ ምልክታት ኣብቲ ዋዜማ ገና ቅድሚ እቲ ምጽኣት መዓልቲ ኣብቲ ዋዜማ ከምቲ ሕዚ ዝነገርኹኩም ዝሰማዕናዮ ምልክታት ኩሉ ከም ዝረኣይ ዝነገሮም እዩ ማለት እዩ። ሕዚ ብግልጺ ክንርኢ ከለና ርእይዎ ህዝቢ ኣብ ልዕሊ ህዝቢ ይለዓል ኣሎ። መንግስቲ ኣብ ልዕሊ መንግስቲ ይለዓል ኣሎ ብጭቡጥ ኣብዚ ንሪኦ እኮ እዩ ኣብ ዓድና ንሪኦ ኣቦ ኣብ ልዕሊ ውሉዱ ምስ ውሉዱ ኣብ ፍርዲ ቤት ይውዕል ኣሎ ወላዲት ብወዳ ትቕተል ኣላ ኣብዚ ኢና ከም ዝሰምዑ ማለት እዩ እዚ ብምልኡ ኣብቲ ቅዱስ መጽሓፍ ዝተጽሓፈ ብተግባር ብዓይንና ንሪኦ ዘለና ናይቲ መወዳእታ ዘመን ምልክታት እዩ ማለት እዩ። ናይ ሐሳዊ ምሴት ናይዚኦም ፍሪሜሰንስ ዝበሃሉ ኢሉሚናቴ ዝበሃሉ እዚ ኩሉ ምልክት ኣነ ክርስቶስ እየ እውን ዝብሉ ዝገርመኩም ልዕሊ ሚእቲ ሐሳውያንን ነብያት ይቅርታ ኣነ ክርስቶስ እየ ዝብሉ ተላዒሎም እዮም ማለት እዩ። ኣብዚ ኣብ ዓድና እውን ንብዙሕ ዘመናት ተላዒሎም እዮም ማለት እዩ። ማዕረ ዓሰርተ ክልተ ሓዋርያት ኢሎም ሓረዮም፣ ሰላሳን ሽዱሽተን ቅዱሳት ኣንስት ኢሎም ሓረዮም መሪጾም ተልዓሉ ነይሮም እዮም ማለት እዩ። ስለዚ በብዘመኑ እዚ ምልክታት እዚ ዘርኢ ይለዓል እዩ። ኣብዚ ሽዱሽተ ዓመት ሸውዓተ ዓመት እውን ኣብ ኣሜሪካ ብዙሕ ሰብ ዝኽተሎም ክርስቶስ እዩ ኢሎም ኣሽሓት ሰዓብቲ ዘለውዎም ኣነ ክርስቶስ እየ ባዕለይ እንደገና ካልኣይ መጺኤ ኢሎም ዝዛረቡ ነብያት ኣለዉ እዮም ማለት እዩ። ኣብ ሰልጠነ ዓለም እውን ማለት እዩ ንብረቶም እናሸጡ ሃፍቶም እናሸጡ ሓዳሮም እናገደፉ ሰባት ዝኽተልዎም ተራ ሰባት ማለት እዩ። መጨረሻ ግን ተራ ሰባት ኮይኖም ናይ ንግዲ ሰባት ናይ ገንዘብ ሰባት ኮይኖም እስካዕ ኣየር እውን ዝገዝኡ ኣለዉ ማለት እዩ። ሪኢኹም ካብዚኣቶም ተጠንቀቑ። እዩ ዝብል ማለት እዩ። ስለዚ ኣንሕና እውን ከም ክርስትያን ከም ኣመንቲ ተጠንቂቕና ክንነብር ብንስሃ ክንነብር ዝነግረና ዝምህረና እዩ እምበር ዘፍርሓና ግን ኣይኾነን ማለት እዩ። እቲ ኹሉ ኣብቲ ቅዱስ ወንጌል ክተንቡ ከለኹም ትርእይዎ ትሰምዕዎ ብጣዕሚ ዘደንግፅ እዩ ግን ክንፈርሕ ኣይኾነን መፈራርሒ ኣይኮነን ወንጌል ማለት ባዕሉ ብስራት ማለት እዩ ኢቫንጌልዮን የምስራች ማለት ዘሐጉስ ማለት እዩ ደስ ዘብል ማለት እዩ እምበር ዘፋርሕ ኣይኮነን ዘጨንቅ ነገር ኣይኮነን ሕዚ እዚ ኩሉ ሰሚዕና ክንጭነቅ ኣይኮነን ተዳሊና ንክንነብር እዩ ጎይታ እዚ ምልክታት እዚ ዝነገረና ማለት እዩ እሞ ሕዚ ናይ ምድላው ግዜ ናይ ዝግጅት ግዜ እዩ ምስቲ ንሪኦ ዘለና ኣብ ዓድና ይኹን ኣብ ከባቢና ዝንሪኦ ዘለና ኩነታት ማለት እዩ እሞ ብሓቂ እዚ በዓል እዚ ክነኽብር ከለና ክነኽብር ከለና እዚ እናሓሰብና እዚ እናዘከርና ጎይታ ከም ዝመጽእ ካልኣይ ተመሊሱ ከም ዝመጽእ ኣብ ልዕሊ እቶም ሃጥኣን ከም ዝፈርድ ንጻድቃን ንቅዱሳን ድማ ዓስቦም ከም ዝህቦም እናዘከርና ኢና ክነኽብር ዘለና እዚ በዓል እዚ ማለት እዩ። እዚ እውን ቀጺሉ ኣብ ዘሎ ወንጌል ኣብ ቅዱስ ወንጌል ኣብ ማቴዎስ ወንጌል ኣብ ምዕራፍ ዕስራን ሓሙሽተን ዳግም ከም ዝመጽእ ጎይታ ኣብ ልዕሊ እቶም ሃጣን ድማ ከም ዝፈርድ ብግልጺ ተቐሚጡ እዩ ማለት እዩ። ስለዚ ኣብዚ ዘለኹም ዝተኸበርኩም ነዚ ቅዱስ በዓል እዚ ክትሳተፉ ዝመጻእኹም ምእመናንን ምእመናትን ኩልኹም ንንስሃ ተዳሊና ዶ? ጐይታ ክመጽእ እዩ፣ መዓዝ ከም ዝመጽእ ግን ኣይንፈልጥን ኢና እሞ፣ ንግንሳ ተሓጺብና ተዳሊና ብቅዱስ ቍርባን ዲና ዘለና? ምኽንያቱ እታ ዕለት እታ ሰዓት ኣይትፈልጥዋን ኢሉና እዩ። ጠይቖምዎ እዮም እኮ እታ ዕለት፣ ግን ኣይነገሮምን። ምኽንያቱ ናይ እግዚኣብሔር ጥበብ እዩ። ዋይ መዓልቲ እንተትነግረና ነይሩ ሕዚ ንስኻሲ ኣብ ሰማንያ ዓመትካ ኢኻ ትመውት እንተንበሃል ነይርና እንታይ ምገበርና መስለኩም ፍርሃት እግዚኣብሔር ከመሃለወና መወቃ እስከ ዓስራ ዓንድ ሸዓብተን ድሌተይ ገይረ በቃ ድሕሪኡ ሓደ ዓመት ኣረቕላ ሓደ ወርሒ ንንስሓ ይኣኽለኒ ይበል ነይሩ ሰብ ብሓቂ ስለዚ እታ ዕለት እታ መዓልቲ እንድሕር ተፈሊጣ ሰብ እውን ሓጢኣት ምወሰኸ ነይሩ ንእሽተይ ፍርሓት ኣምላኽ ዝሕዘና ዘሎ መዓዝ ከም ንመሙት ንዘይንፈልጥ እውን እዩ ብሓቂ